ሰላም ተኸታተልቲ ዝመደብ ከመይ ቀኒኹም? ንቆልዑ ዝኸውን ፖድካስት ማእለያ የብሉን። ደቅና ናይ ምስማዕ ልምዲ ክህልዎም በዚ ፖድካስት ጌርና ክንጥቀመሉ ከነላምዶም ንኽእል ኢና። ስለዚ ኣብ ናይ ሎማዓንቲ ቪድዮ ንቆልዑ ዝኸውን ክሰምዕዎ ዝኽእሉ ካብኡ ብምስማዕ እውን ብዙሕ ነገር ክመሃርሉ ዝኽእሉ ወይ እውን እቲ ግዜኦም ብጽቡቕ ክጥቀሙሉ ንዝኽእሉ ፖድካስት ዘላሊ ክኸውን እዩ። ቅድሚ ናብ ዝርዝር ትሕዝቶ እቲ ፖድካስት ምኻድና፣ መጀመርያ ቁሩብ ብዛዕባ ንቆልዑ ፖድካስት እንታይ እዩ ዝጠቕሞም፣ እንታይ ከማዕብሉ ይሕግዞም ክንርእዮ። ሓደ ካብቲ ንቆልዑ ፖድካስት ምስማዕ ዝጠቕሞም፣ እቲ ናይ ምስማዕ ክእለቶም ወይ ከኣ እቲ ኣክቲቭ ሊስኒንግ ዝበሃል ንኸማዕብሉ ይሕግዞም። ገለ ገለ ቆልዑ ብምርኣይ ጥራይ ወይ እውን ነገራት ኢዶም ብምሕዋስ፣ ብምሃዝ ጥራሕ ዝመሃሩ ቆልዑ ኣለዉ። ሕጂ በዚ ጥራሕ ስለ ዝመሃሩ እኹል እዩ ማለት ኣይኮነን። እቲ ናይ ምስማዕ ክእለቶም እውን ክዓቢ ስለ ዘለዎ ወይ እውን ማዕረ እቲ ናይ ምርኣይ ነገራት ብምሓዝ፣ ብምስታፍ፣ ዝመሃርዎ፣ ዝሕዝዎ ወይ ከዓ ሓበሬታ ክሕዙ፣ ክርድኡ ዝኽእሉ ነቲ ናይ ምስማዕ ብቕዓቶም ከነማዕብሎ እውን ስለ ዘለና ደቅና ንዕኦም ዝኸውን ፖድካስት ብምውላዕ ወይ እውን ፖድካስት ክሰምዑ ነፃ ብምግዳፍ እቲ ናይ ምስማዕ ብቕዓቶም ክብ ከነብሎ፣ ከነዕብዮ ምስ ግዜ ድማ እቲ ንውሓት ፅን ኢሎም ክሰምዑ፣ ከሰላስሉ በቲ ዝሰምዕው ዘለዉ ወይ ከዓ ብምስማዕ እውን ሓበሬታ፣ ወሲዶም ክርድኡ፣ ከሰላስሉ ንኽኽእሉ ክንሕግዞም ንኽእል ኢና። ንቆልዑ ዋላ እኳ በቲ ክመሃርዎ ዝኽእሉ ዝቐለሎም ክንምህሮም ዝሓሸን ዝበለጸን እንተኾነ፣ እቲ ካልእ ኣገባብ ናይ ኣመሃህራ እውን እንተደኣ ክኢሎሞ ወይ'ውን ብእኡ ናይ ምምሃር ዓቕሞም፣ ብቕዓቶም፣ ክብ እንድሕር ደኣ ኢሉ ዝያዳ ስለ ዝረብሑ ዝያዳ ስለ ዝኸስቡ እውን ይሕግዘና እዩ። ስለዚ ፖድካስት ንቆልዑ ነቲ ናይ ምስማዕ ብቕዓቶም ንኸዕቢ ብኡ መጠን ከዓ እቲ ናይ ምዳህ ብቕዓቶም እውን ስለ ንኸዓቢ እዩ ዝሕግዞ። እቲ ናይ ምፍታሽን ናይ ምድህሳስን ዓቕሞም እውን ካብ ግዜ ናብ ግዜ ብመጠን እቲ ዝሰምዕዎን ብመጠን እቲ ዓይነት ፖድካስት ዝከታተልዎን ክገፍሕ፣ ክሰፍሕ፣ ክብ ክብል ይኽእል እዩ። ዝተፈላለየ መደባትን ትሕዝቶን ዘለዎ ፖድካስት ዝከታተሉ ቆልዑ እቲ ናይ ምፍታሽ ድሌቶምን ህንጡይነቶምን ብኡ መጠን ክብ ክብልን ክሰፍሕን ንርእዮ ኢና። ቆልዑ ዝበዝሕ ግዜ ባዕሎም ክፍትሹ፣ ክመራመሩ፣ ክድህስሱ እንከለዉ እቲ ዝመሃርዎ እንዳበዝሐን እንዳቐለለሎምን እዩ ዝመጽእ። ስለዚ ደቅና ዝፍትሹ፣ ዝድህስሱ፣ ዝሓቱ ንክኾኑ ነዚ ዓይነት ባህርያት እዚ ወይ ከምዚ ዓይነት ፍንጥዩነት ንኸማዕብሉ ፖድካስት ምስማዕ ሓደ ካብቲ ንወለዲ ዝሕግዘናን ዘቃልለልናን እዩሞ ወለዲ ንደቅና ፖድካስት ዝሰምዕዎ ክንመርጾ የድሊ እዩ ክንከታተሎ የድሊ እዩ ብዝተኻለ መጠን እውን ምስኦም ኮይና ክንሰምዖ እንተደኣ ክኢልና እውን ንሕና እውን እቲ ንደቅና ዝግደሱሉ ንደቅና ሕቶ ዝኾኖም ደቅና ብዛዕባ እዚ እንተፈለጡ ብዛዕባ እዚ ዝያዳ ዕሙቕ ዝበለ ሓበሬታ እንተሃለዎም እውን ነቲ ናቶም ፍልጠት ነቲ ናይ ነገራት ኣብ ርእሶም ናይ ምስልሳል ወይ ኣብ ርእሶም ናይ ምስኣል እቲ ኢማጂኔሽን እንብሎ ማለት ወይ ከዓ እቲ ርእየተ እምሮ ንክሰፍሕ እውን ስለ ዝሕግዞም ብዝተኻለ መጠን ወለዲ እውን ምስ ደቅና ኮይና ነቲ ንዕኦም ዝጠቅም ፖድካስት ኢልና ኣዳሊናዮ ዘለና ክንሰምዖ እንተኽኢልና እውን ንኹላትና ይሕግዘና እዩ። ንቆልዑ ብዛዕባ ብዙሕነት፣ ፍሉይነት ዝብሉ ኣምራት ክንምህሮም እንከለና ወይ ከኣ ብዛዕባ እዚ መረዳእታ ክንህቦም ግር ይብለና እንተደኣ ኮይኑ እውን ወይ እውን ብኸመይ ኢና ከነረድኦም ንኸእል እንታይ ኣብነታት እንዳኣሰነና ኢና ከነረድኦም እንኸእል ክንሓስብ ወይ ዝኾነ ኣብነት ክንስእን እንከለና ውን ወለዲ ነዚ ዝሕግዘና ፖድካስት ኣሎ። እዚ ፖድካስት እዚ ደቅና ክሰምዕዎ እንከለዉ እቲ ዓለም ብዙሕ ነገር ንዕኦም ዝመስልን ካብኦም ብብዙሕ ነገራት ዝተፈለየ ነገር ዝሓቖፈ ምዃኑ እሶም ውን ኣብ ውሽጢ እዚ ብዙሕ ገፊሕ ሰፊሕ ዓለም ናቶም ክእለት ፍሉይነት ዘለዎም ምዃኖም ንኽርድኦም ቅልል ኢሉሎም ብዙሕ ኣብነታት እንዳረኸቡ ንኸሰላስልዎ ንኽፈልጥዎ ምስ ተኣምር እውን ንኽላለዩ እዚ ፖድካስት እዚ ይሕግዘና እዩ። ስለዚ እዚ ንደቅና ነዚ ክጠቕሶ ዝጸናሕኩ ጥቕምታት ዝሕግዘና ፖድካስት ኣየናይ ዓይነት ፖድካስት እዩ ወይ ኣበየና ክንረኽቦ እንኽእል ብዝርዝር ኣብዚኣ ቪድዮ እዚኣ ክገልጹ እየ። ቅድሚኡ ግን ኮፍ ሞክብል ክንቕጽላ እዛ ቪድዮ። ዋት ኢፍ ወርልድ ዝብል ፖድካስት ንቆልዑ ካብ ደቂ ሓሙሽተ ክሳብ ደቂ ዓሰርተ ዓመት ዘለዉ ክሰምዕዎ ዝኽእሉ ዝተፈላለዩ ንቆልዑ ዝመጾም ሕቶታት ከምዚ ዋት ኢፍ ብኸመይ ስለምንታይ ከምዚ እንተ ዝኸውንከ ወይ ከምዚ እንተ እንተ ዝነብርከ ኢሎም ከሰላስልዎ ዝኽእሉ ወይ ከኣ ስቕ ኢሉ ኣብ ኣእምሮኦም ክመጾም ዝኽእል ሕቶታት ብምእካብ ናብ መደብ ቀይሮም ዝምልሱሉ ፖድካስት እዩ። ካብዚ ደቅና ሓደ ብዛዕባ ዝተፈላለየ ሓቅታት ይፈልጡ ከምኡውን ነቲ ኣብ ርእሶም ዝመላለስ ሕቶታት እውን ከሕስቦም ዝኽእል ወይ እውን ክምልሰሎም ዝኽእል መልስታት ንክረኽቡ ይሕግዞም እዩ። እዚ ፖድካስት ነዚ ዋት እፍ ዝብል ሕቶታት ናይ ቆልዑ ብምእካብ ብኣዝዩ መስሓቕን መሳጥን ዛንታታት እንዳገበረ ዝምልስ ስለ ዝኾነ ውን ቆልዑ ኣብ ዛንታ ክግደሱ ከምኡ ውን እቲ ናቶም ናይ ዋዛ ዓቕምን ብቕዓትን ክብ ንኽብል ውን ይሕግዞም እዩ። ዋት እፍ ወርልድ ኣብ ኣፕል ፖድካስት ከምኡ ውን ኣብ ስፖቲፋይ ክንረኽቦ እንኽእል ፖድካስት እዩ። ካብ ደቂ ሰለስተ ክሳብ ደቂ ትሽዓተ ዓመት ዘለዉ ደቅና ክሰምዕዎ ዝኽእሉ ፖድካስት ኑድል ሎፍ ዝብል ፖድካስት እዩ። እዚ ፖድካስትዚ ቆልዑ እንዳተዘራግዑ ከምኡ እውን ክስዕስዑ ናይ ሙዚቃ፣ ናይ ደርፊ፣ ናይ ሳዕስዒት ባህጊ ድሌት እንተድኣ ሃልይዎም ብፍላይ እቲ ናቶም ዓቕሚ ኣብኡ ንኸውፅዎ ዝተፈላለየ ሙዚቃታት ዝፍነወሉ ፖድካስት እዩ። እዚ እውን ኣብ ኣፕል ካስት ከምኡ እውን ኣብ ስፖቲፋይ ክንረኽቦ እንኽእል ፖድካስት እዩ። ወለዲ ምስ ደቅና ኣብ ገዛ ክንህሉ ከለና ወይ እውን ኣብ መኪና ካብ ሓደ ቦታ ናብ ካልእ ቦታ ክንጓዓዝ እንከለና ብፍላይ ንውሕ ዝበለ መገዲ እንተረኣ ኮይኑ ንደቅና ዝኸውን ክንውልዕ ክንደሊ እንከለና ነዚ ፖድካስት እዚ ብምውላዕ ደቅና ኣብ ሙዚቃ፣ ደርፊ፣ ህርመት ዘለዎም ምስትምቓር ክብ ንኸብሉ ከምኡውን ንኽዘናግዕሉ እውን ይሕግዞም እዩ። ንሕና እውን ምስ ደቅና እቲ ዘለና ቅርበትን ምትእስሳርን ንኽዓቢ ንኽድልድል እውን መገዲ ወይ እውን ባይታ ይኾነና እዩ። ፒስ ኣውት ዝብል ፖድካስት እዚ እውን ኣብ ስፖቲፋይ ዘሎ ፖድካስት ኮይኑ ቁሩብ ጉብዝ ንዝበሉ ደቅና ካብ ደቂ ሸውዓተ ዓመት ንላዕሊ ዘለዉ በይኖም ክኾኑ ምስ ደልዩ ወይ እውን ነብሶም ከተሃዳድኡ ነብሶም ንኽረጋግኡ ክደልዩ እንከለዉ ዝተፈላለየ ኣገባብ ኣተናፍሳ ወይ ከኣ እቲ ምልኣተ ኣእምሮ ንኽህልዎም፣ ንኽሃድኡ፣ ርግእ ንኽብሉ ዝሕግዝ ቴክኒካት ዝህብ ፖድካስት እዩ ወይ ከኣ ንኸምዚታት ዝጠቕሞም ፖድካስት እዩ። ስለዚ ቆልዑ ክሃድኡ ክደልዩ ከለዉ ወይ በይኖም ግዜ ከሕልፉ ክደልዩ ከለዉ ወይ ክረግኡ ክደልዩ እንከለዉ ወይ እውን ነቲ ንሕና ዘላመድናዮም፣ ዝመሃርናዮም ኣገባብ ኣተናፍሳ ካብ ሕርቃን፣ ቁጥዐ፣ ዝግ ንኽብሉ፣ ህድእ ንኽብሉ ዘርኣናዮም እውን ንኸተግብሩዎ ካብኡ እውን ሓድሽ ኣገባብ ንኸመሃሩ ዕድል ዝኸፍት ፖድካስት እዩ። ኣብ ስፖቲፋይ ጥራይ ክንረኽቦ እንኽእል ፖድካስት ካብ ደቂ ሽዱሽተ ክሳብ ደቂ ዓሰርተ ክልተ ዓመት ዘለዉ ደቅና ክምስጦም ወይ እውን ክሰምዕዎ ዝኽእሉ But Why ዝብል ፖድካስት እዩ። እዚ ፖድካስትዚ ቆልዑ ነቲ But Why ንኣብነት ከምዚ ስለምንታይ ሓደ ነገር ይኸውን እሞ ዋእ እንታይ ኮይኑ ከምዚ ኮይኑ ወይ ከመይ ኢሉ ከምዚ ኮይኑ ወይ መዓስ ከምዚ ኮይኑ ወይ ስለምንታይ ከምዚ ኮይኑ ኢሎም ንዝሓትዎ ሕቶታት መልሲ ዝህብ ፖድካስት እዩ። ካብ ደቂ ሸሞንተ ክሳብ ደቂ ዓሰርተ ሰለስተ ዓሰርተ ኣርባዕተ ዕድመ ዘለዋ ኣዋልድ ደቅና ንዐኣን ዝኸውን ፖድካስት እውን ኣሎ። እዚ ፖድካስት እዚ Goodnight Stories for Rebel Girls ዝብል ፖድካስት ኮይኑ ዝተፈላለየ ኣነቓቓሕቲ ዛንታታት ብፍላይ ኣብ ሓቂ ዝተሞርከሰ ከምኡውን ንዝተፈላለየ ብዙሕ ዓቢ ነገር ዝገበራ ወይ ዓቢ ኣብርክቶት ዝገበራ ደቂ ኣንስትዮ ዘላልየን ምስቲ ናተን ስርሓት ምስቲ ናተን ኣበርክቶን ትሕዝቶን ዘላልየን ፖድካስት እዩ። ኣብ ኣፕል ፖድካስት ከምኡውን ኣብ ስፖቲፋይ ካብ ደቂ ሽዱሽተ ክሳብ ደቂ ዓሰርተ ክልተ ዓመት ዘለዉ ደቅና ብሬንስ ኦን ዝብል ፖድካስት ድማ ኣብ ስነ ፍልጠታዊ ርኽበት ከምኡ እውን ኣብ መጽናዕቲ ታሪኽ ምርምር ተሞርኪሱ ንቆልዑ ዝተፈላለየ ሓበሬታ ዝህቦም ከምኡውን ንዝተፈላለዩ ኣዝዮም ኣደነቕቲ ዝበሃሉ ሓቅታት ዘላልዮምን ብዛዕባኡ ስፍሕ ዝበለ መብርህን ሓበሬታን ዘለዎ ትሕዝቶ ፖድካስት እዩ። ደቅና ብዝተፈላለየ ምክንያት ብዙሕ ሕቶታት ክህልዎም ይኽእል እዩ። ገሊኡ ምስ ትምህርቲ ዝተሓሓዝ፣ ገሊኡ ምስ ህይወት ዝተሓሓዝ፣ ገሊኡ እውን ካብ ትምህርቲ ወፃኢ ወይ እውን ካብቲ ንሕና ንፅበዮ ካብ ትፅቢትና ወፃኢ ኣብ ኣእምሮም ቅድል ዝበሎም ሕቶታት ከጓንፎም ስለ ዝኽእል ወለዲ እውን ነዚ ሕቶታት እዚ ኩሉ ግዜ መልሲ ዘይክህልወና ይኽእል እዩ ወይ ከዓ ኣብ ክንምልሰሉ ዘይንኽእል ደረጃ ክንበጽሕ ስለ እንኽእል ደቅና ኣብ ዝተፈላለየ ዕድመ ነዚ ፖድካስት'ዚ ንኣብነት ኣብ ገዛ እንዳተዛናግዑ እንዳተጻወቱ እንከለዉ ዝተፈላለዩ ሶም ክገብርዎ ዝኽእሉ ቅልል ዝበለ ንጥፈታት ንኣብነት ከም ምስኣል፣ ሕብሪ ምልካይ ወይ ቅብኣ ዝኣመሰለ ወይ ውን ኮፍ ኢልካ ዝጽወት እዞም ቦርድ ጌምስ እንብሎም ጸወታታት እንዳተጻወቱ እንከለዉ ነዚ ፖድካስት'ዚ ኮነ ኢልና እንተደኣ ወሊዕናዮ ዝስማዕ ጥራሕ ከኣ ስለ ዝኾነ ከም ናይ ስክሪን ግዜ ብዓይኖም ዝርእይዎሞ ዝምስጦም ወይ ውን ኩሉ ስርሖም ገዲፎም ኮፍ ኢሎም ንዕኡ ክርእይዎ ስለ ዘይብሎም ዝሰምዕዎ ነገር ጥራሕ ስለ ዝኾነ ቆልዑ ዝተፈላልየ ዝመጾም ሕቶታት መልሲ ክረኽቡሉ ከምኡ ውን ነቲ ዝሰምዕዎ ካብኡ ተበጊሶም ዝተፈላልየ ሕቶታት ንኽሓቱ ዝያዳ ንኽፈልጡ ዝያዳ ንኽርድኡ ከሰላስሉ፣ ክሓስቡ ዝሕግዞም እውን ስለ ዝኾነ ወለዲ ንደቅና ከከምቲ ዕድሚኦም እቲ ዝበዝሕ ኣብ ስፖቲፋይ እውን ስለ ዘሎ ነዚ ፖድካስት እዚ ክንውልዓሎም ወይ ከዓ ከም ኣካል ናይቲ መነባብሮና ክኸውን እንዳገበርናዮ እንተደኣ መፂና ደቅና ብዙሕ ሓበሬታ ክረኽቡ ስለ ዝኽእሉ ክሕግዘና ይኽእል እዩ። ተኸታተልቲ እዚ መደብ ንቆልዑ ዝኸውን ፖድካስት ኢለ ዘዳለኽዎ መደብ ገለ ሓድሽ ሓበሬታ ረኺብኩምሉ ክትኮኑ ተስፋ ይገብር። ኣብ ዝመጽእ ግዜ ብኻልእ ኣርእስቲ ክሳብ እንራኸብ ሰላምን ቅሳነትን።